እዘን ተወዳደርትና ግን ወላ ውን ሓንቲ ነገር ከይተሰመዐን ከም ኖርማል ጸወታ ጌረን እየን ሓሊፈንኦ ማዕረ ክንደይ ሓይልን ብርትዐን ኣለወን ከኣ ኣብዚ ኢኻ ትግምተን ብሓፈሻ እንቋዕ ናብዚ ናይ ዕረፍቲ ግዜ ኣብጽሓና ኣብዚኣ ከምዛ ትርእይዋ ደለኹም ንእሽ ድበለት ናይ ዕረፍቲ ግዜ ኢና ወሲድና ደለና እዚ ኣብ ኣራራት ኣራራት ሬስቶራንት ኢና ኮፍ ኢልና ንዛረበሉ ዘለና። እዚ እንግዶት እዚ እውን ኣብ ኣራራት ሬስቶራንት እዩ ዘሎ። ኣራራት ሬስቶራንት ኩሉ ግዜ ኣብ ጎንና ኮይኖም ከይተፈለዩ ንስራሕና ንክንሕይልን ንክንድንፍዕን እዮም ዝሕግዙና እሞ ክብረት ይሃበልና እንዳበልና እዚ ኣዳሊናዮ ዘለና ንእሽተይ ናይ ዕረፍቲ እንግዶት ካብ ሓደ ተዓዛቢና እዩ መጺእና ዘሎ ናይ ምሳሕ እንግዶት ግበሩለይ ኢሉ እዩ ኣዚዙና ብጠለቡ መሰረት ከኣ ህድሞና ነባሪት ነዚ መኣዲ እዚ ብሓንሳእ ተቋዲስና ክንከዶ ደልያትና ኣላ ሓደ ካብ ኣሕዋት ኣብ ዝደለኽን ተወዳደርትና እዩ ነዚ መኣዲ እዚ ብሓንሳእ ክንቋደሶ ዕድል ፈጢርልና ደሎ እስኪ ሓዊ መን ይኸውን እስኪ ገምታ ገምተክ እንዶ ገምታ እስኪ ሓዊ መን ይኸውን ነዚ እንግዶት እዚ ንክንገብር ሓደ ሓዊ ሓዊ ሞሚና

ደቂ ሽዱሸ ዞባታት ሓንቲ ሃገርና ደቂ ኤረይ ሽኮር ኢና መስለኒ ተደይተጋጌ ሕጂ ነዚ ዝጋበዘና ዕድመን ጥዕና ንሃቦ ከየመስገንናዮ ክንሓልፍ ኣይክእልን እየ እዘን ኩለን ምሳይ ዘለዋ ተወዳደርቲ ብሽም ህድሞና ከዓኒ ሕጂ ምን ምዃኑ ጥራይ ንገርና እምበር ሓውና ምዃኑ ንፈልጥ ኢና የቀንየልና ሓቂ ከመይ ሓቀይ እንዲ ኣሕዋት ሓቅኽን ኢኽን ብመንፈስ ንኹልና የሕዋትና ንኹልና ኤርትራውያን ኣሕዋትና ሓውና እሱ ስለ ዝኾነ ከኣ ኣብ ሓደ መኣንዲ ኣብ ሓደ መኣዲ ክንቋደስ ጌርና ኣሎ። ንተሓዋወሲ ንተሓዋወሲ ስሚ ክምለሲ ንተሓዋወሲ ንተሓዋወሲ ስሚ ክምለሲ። ካብ ሃገረ ሆላንድ እዩ ነዚ መልእኽቲ እዚ ልኢኹ። ነዘን ኣሕዋተይ ከምዚ ጌርኩም እስኪ እክብክብ ኣቢልኩም መሐጉስለይ ኢልና ዶ ኣሎ ከምቲ እስኻ ዝገበርካዮ ንሕና ከኣ የቀንየልና ክብረት ሃበልና ኩሉ ግዜ ካብ ጎንና ኣይትፈለ ናትካ ሓገዝ ከኣ ከድልየና እዩ ሓዊ ዓይኖም እዩ
ክብሮም ዝበሃል ሓዋ እዩ ነዚ ዕድል እዚ ፈጢርልና ዘሎ ብሓፈሻ ተኸታታሊኣ እዩ ተዓዛቢኣ እዩ ከምቲ ንብሎ ዘለና ከኣ ብመንፈስ ሓዊ ኩልናይ ክብሮም ሓወይ የቐንየልና ዓይኖመይ ብዓብዩ ከዓ ሓፍቱ ንክብሮም ከዓ ዓይኖም ሓፍትና ከዓ ዕውቲ ጎብለል ናይዚ ውድድር ኮይና ስለ ዝወፀት ከዓ ኣዚና ኢና ሕጉሳት ዘለና ኣብ ልዕሊ ሓጎስና ከዓ ሓጎስ ደሪብሉ ክብሮም ከዓ ተንኪዩ ክብሮም ሓወይ የቐንየልና ደጊምና ደጋጊምና ክብረት ሃበልና ኢና ክንብል ንደሊ ዓይኖመይ እንታይ ኣሎ ትብልዮ ሰርፕራይዝ ኣነ ክንገብራ ኢልና ኢና ብ- ብጣዕሚ ተገሪመ ምክንያቱ እ፣ ብዙሓት ሰባት እ፣ ክድውሉለይ ከሎ እሱ ኣይደውለለይን እ፣ ወላ ሓንቲ ነገር ሲ ኣይፈለጥኩን ነይረ ብዛዕባ ከምዚ ሓቂ። እ፣ ክንደይ ሰባት ሓይቶምን ወላ ተወልደ ባዕሉ እስከ ሓተኒ ጸኒሑ ግን መሓዝተይስ ብዙሓት ካብ ሆላንድ ደው ኢሎምለይ ነይሮም ካብ ዓዲ እንግሊዝ ካናዳ ብዙሓት ደውለለይስ ኣለዉ እሱ ግን ወላ ሓንቲ ነገር ክብለኒ ኣይተረኽበን ሕጅስ ኣይተጸበኹን ሓቂ ዘረባ ብሓቂ ናይ ቁም ነገር
ስቕ ኢሉ ጥራይ ተዓዛባይ እዩ ነይሩ ንዓይ ወላ ሓንቲ ነገር ኣይነገረንን ማስ ይድውለለይ ነይሩ እንድዩ ሕጂ ግን ወላ ሓንቲ ብዛዕባ ከም ዝፈለጠ ገለ መለኸ ማስ ውድድር። ኣይፈለጥኩን ኣነ ንባዕለይ ብሓቂ። እሱ እዩ ገሪብኒ ቴንክ ዩ ቴንክ ዩ ከባሪ ሓወ ቴንክ ዩ ገና ኣጆኻ ክዕወት እየ ሕጉሰካ ዓይኖም ዓይኖም ጥራይ ኣኮነትን ኩለን ክንዕወት ኢና ክንዕወት ኢና እየን ዝብላለና ናይ ኩለን- ናይ ኩለን ቲፎዞ ምዃንካ ደጋፊ ምዃንካ ከዓ በዚ ኣጋጣሚ እዚ ክገልፀለን ይፈቱ የቐኒልና ደጊመ ደጋጊመ ክብሎም ሓወይ ንተሓዋወሲ ንተሓዋወሲ ዝንክምለሲ ንተሓዋወሲ ንተሓዋወሲ ዝምግብለሲ። ከምዚ ትሪኡና ዘለኹም ደቂ ትሽዓተ ብሄራት ደቂ ሽዱሽተ ዞባታት ብሓደ ሰሚርና ብሓደ ድምፂ ኢና ንኸይድ ዘለና ኣብ ሓደ መኣዲ ተቋዲስና ኢና ንኸይድ ዘለና እሞ ንስኹም ከዓ ከምዚ ኣብ ሓንቲ መኣዲ ብፍቕርን ብስኒትን ንኸዶ ዶ ኣለና ንስኹም ውን ከምኡ ክትኮኑልና እንዳተመነና ንሃገርና ንብልጽግናኣን ንዕብየታን ከኣ ኩሉ ግዜ ሰሚርና ኣብ ሓደ መኣዲ ከቢብና ክነዕልለላን ከነበልጽጋን እዩ ዝግበኣና እሞ ንስኹም ከኣ ኩሉ ግዜ ከምኡ ክትገብሩ ተስፋ ኣለና ሰብ ምሉእ ተስፋ ኢና ብሽም ዘን ኣብ ጎነይ ዘለዋ የሕዋተይ ኮይነ እየ ድዛረብ ደለኹ እሞ ክብሪ ምስጋና ንዓኹም ይኹን የቕንየልና።